ሰላም ሰላም ክቡራት ተኸታተልትና ከመይ ውዒልኩም? ሰላም ክትኮኑ ተስፋ ገብር። ድምፂ ይስማዕ እንተሃልዩ ይስማዕ ኣለልኩም ፀሓፉለይ እሞ ሕቶን መልሲ እንተሃልዩኩም መጀመርያ በቲ ናይ ሕቶን መልስን ክንጅምሮ ቀሲሎም ክሳብ ዘርክቡና፣ ምክንያቱ ኣገዳሲ ዝኾነ ትምህርቲ ፀብፃብ ናይ ተፅላ ናይ መታ ኩሉ ሓፈሻዊ ምስ ክሪፕቶ ይጎድል ስለ ዘሎ እንታይ ኮይኑ ይጎድል ከም ዘሎን ሓፈሻዊ ጸብጻብ ክህበኩም ስለ ዝኾንኩ ቅድሚኡ ግን ዝኾነ ሕቶታት እንተሃልዩኩም ክጽሕፉለይ ትኽእሉ ኢኹም ክሳብ ዝእከቡ ዝኾነ ኣብኡ ከለና ንእሽተይ ሕቶታት ክም ክምልሰልኩም ማለት እዩ ኣብኡ ከለኹ ግን እዚኣ መጽሓፍ ትሪእዋ እንተሃልዩኹም ኣይቲንክ ተገንጢላትኩም ክትከውን ትኽእል እያ ኢንተሊጀንት ኢንቨስተር ትብል ኣዝያ ኣገዳሲት መጽሓፍ ንዊሕ ዓመታት ብዙሕ ሰብ ዝተጠቀመላ ኣነ ንባዕለይ ተጠቂመላ ነይረ ኣብዚ ግዜ እዚ ግን እዚ ውጽኢታዊ ንርእዮ ዘለና ኣይ ዶንኖ በቲ ናይ ቅድሚ ሕጂ ዝነበረ ፋንዳሜንታልስ ዝንቀሳቀስ ኣይመስልን ዘሎ እዚ ዋጋታት ወይ ከዓ ክብሪ ናይ ስቶክ ሶ ያ ክትርእዋ ደስ ምበለኒ ነይሩ እዚ ኣብዚ ግዜ እዚ ዘጋጥም ዘሎ ምስ ናይ ቴክኖሎጂ ግን ኤግዛክትሊ ምስኣ ዝኸይድ ነገር ኮይኑ ኣይተሰማዓንን ኣሎ ናተይ እንታይ ከም ዝኾነ እቲ ቅያራት ዝመጸሉ ኣብ ስቶክ ማርኬት ኩሉ ሓፈሻዊ ክንዘራረበሉ ኢና ማለት እዩ ሶ ያ ሕቶ እንተሃልየኩም ሕቶታት ጸሓፉለይ እሞ እክብ እክብ ክሳብ ዝብሉ ኣብኡ ከለና ትንክፍ ትንክፍ ከነብሎ ብሕቶታት ክንጅምር ፅንሕ ኢልና ግን ናብ ኣታዊ ናይ ፌስቡክ መታ ክበብ 17 ሚእታዊት ጎዲላ ኣላ ኣብዚ ግዜ እዚ ክበብ 15 ኣፍተር ማርኬት ወይ ከዓ ምስ ተዓፀወ ማለት እዩ ክሎዝ ምስ ኮነ እዚኣ ተስላ ከኣ ከም ዝረኣናዮ ኦፍ ኮርስ ዳርጋ ዓሰርተ ሓሙሽተ ዓሰርተ ሸውዓተ ሚኢታዊት ወሲኻ ኣላ። ቢትኮይን ክንሪኣ ከለና ስሳን ሰለስተን በጺሓ ኣላ። ኣብ ዝሓለፈ ፍርቂ ሰዓት ጥራይ ካብ ስሳን ኣርባዕተን ናብ ክንደይ ወሪዱ ኣሎ ርእይዎ። እንታይ ከም ዝኾነ ሓፈሻዊ ናቱ ጸብጻብ ክንህብ ክንፍትን ኢና። ሼር ሼር ግበርሎም ኣብኡ ኣለኹም ከኣ ላይክ ግበርዎ ፕሊስ። ሶ ሕቶ ተሃልዩኩም ቤዚክ መሰረታዊ ዝኾነ ሕቶ ጸሓፉለይ እሞ ናቱ ክንምልስ። ጽንሕ ኢለ ግን ናብቲ ናይ ተስላ ናይ መታ ሓፈሻዊ ክሪፕቶ ስቶክ ማርኬት እንታይ ኮይኑ ይወርድ ከም ዘሎ ክንዘራረብ ክንፍትን ኢና ማለት እዩ። ሪከርድ ገይረ ክስደልኩም ሓሲበ ነይረ እዚኣ ኣጋጣሚ ዝተፈጥረት ግዜ ግን ኤዲት ገብር ገለ ክገብር ግዜ ክስእነላ ስለ ዝኽእል ላይቭ ገይረ ኣለኹ ሕቶ መልስን ካብ ከለኩም ስለ ዝኽእል ኣብ ከሎ በዓል ኣማዞን ንባዕሉ ኣክቹሊ ስዒዳ ደርጋ ሰለስተ ሚእታዊት ጎዲሉ ኣብዚ ግዜ እዚ ሚእትን ሰብዓን ይሽየጥ ኣሎ እንተርእናዮ ኣብዚ ዌር ኢዝ መታ መታ ወይ ፌስቡክ ኢልና ንዛረበሉ ማለት ብጣዕሚ ፅቡቅ ዝኸደ እዩ ትማሊ ርእዎ ኤርኒን ዝሃብሉ ካብ ሓሙሽተ ሚእቲ ናብ ኣርባዕተ ሚእቲ ጎዲሉ ናይ ሚእቲ ወይ ከዓ ናይ ከባቢ ዕስራ ሚእታዊት ዋጋ ክትጎድል ክኢላ ኣብዚ እንተርእይናያ ከዓ ዕፁ ከሎ ማርኬት ዓሰርተ ሓሙሽተ ሚእታዊት ጎዲላ ኣላ ማለት እዩ መታ ከዓ ሓንቲ ካብተን ዝበለፃ ውፅኢት ዘምፀት እያ ኣብዚ ዓመት እዚ ብፍላይ ክንሪኦ ከለና በንፃሩ ተስላ ክንሪኦ ከለና ኣብዚ ግዜ እዚ እኳ ከባቢ ሚእትን ስሳን ትሽየጥ ኣላ ካብ ዓሰርተ ክልተ ሚኢታዊት ወሲኻ ማለት ካብ ሚኢትን ሰላሳን ሸሞንተን ካብ ሚኢትን ኣርባዓን ናብ ሚኢትን ሱሳን ክልተን ክትከይድ ክኢላ ኣብ ሓጺር ግዜ ማለት እዩ ሶ ያ ዝኾነ ሕቶ ታሊኩም ሕቶታት እሞ ጽሓፉ ብምጻኩም ከዓ ብልቢ ምስግን ሶ ናብቲ ኤርኒን ከብለኩም ሕቶ ዘይብልኩም ተኮይኑ ናብቲ ኤርኒን ጸብጻብ እንታይ ኮይኑ ይወርድ ከም ዘሎ ክወስደኩም ናይ ተስላ ይኹን ናይ መታ ፌስቡክ ብፍላይ ማለት እዩ ምክንያቱ ኣነ ብፍላይ ፌስቡክ ክትወርድ ዘይግባኣያ ወሪዳ ዘላ ዓሰርተ ሸሞንተ ሚኢታዊት ተስላ ከኣ ክትድይብ ዘይግባኣ ደይባ ኣላ እንታይ ከም ዝኮነ እቲ ውጺታዊ ሓፈሻዊ ንእሽተይ ክንዛራረበሉ ክንፈቲና ማለት እዩ ፐርፌክት ኣብኡ ከለኹም ላይክ ላይክ ግበሩሉ እሞ ናብዚ ከብለኩም ክፍትን ኣክቹሊ ናይዚ ፈድ ፀብፃብ ናይ ኢንትረስት ሬት ዝህብሉ ዳርጋ ሽዱሽተ መዓልቲ ተሪፍዎ ኣሎ ዝመፅ ዘሎ ሰሙን ክኸውን እዩ ኣዝዩ ኣዝዩ ኣገዳሲ ግዜ ክኸውን እዩ ኤንቪድያ እውን ፀብፃብ ትህበሉ ክመፅ እዩ ቅድሚ ማለት እዩ ኣብዚ ናይ ተስላ እዚ ኳርተርሊ ጸብጻብ ዝህቡሉ ትዕርሚን ዝህቡሉ ግዜ ኣዝዩ ኣገዳሲ እዩ። ኣብ ዝሓለፈ ማት ክልተ ግዜ ሰለስተ ግዜ ላይፍ ክኣቱ ከሎ ናይዚ ሓፈሻዊ ሓበሬታ ክህበኩም ኔረ እየ ምክንያቱ እዚ ኤርኒን ሲዝን ዝብሃል እዚ ግዜ እዚ ናተን ኣታዊን ወጻኢን ዝሕብራሉ እተን ስቶክስ ብጣዕሚ ብዓቢ ነገራት ክጽሎ ይክእል እዩ ዋጋታት ናይ ስቶክ ማለት እዩ ሕጂ በዓል ተስላ ወሪዱ ዘሎ እካ ኦኬ እቲ ካልእ ስቶክስ ክወርዳ ንርእየን ዘለና በዓል ኣሊባባ ይኹን በዓል ኣፕል ይኹን ኩሉ ብሓፈሻ ኪው ኪው ኪው እንተሪኢናዮ ዝወርድ ዘሎ እቲ ቀንዲ ምኽንያት of course facebook ስለ ዝጎደለት facebook ከኣ ነቲ ማርኬት ሒዛቶ ክትወርድ ተኽእሎታት ኣለዋ ወይ ከኣ ዓቕሚ ኣለዋ ማለት ስለዚ facebook ከምኡ ዝገበረት በዓል nvidia ከምኡ ምስ ዘጋጥም ከኣ of course ዓቢ ክራሽ ከጋጥመሉ ይኽእል ካብ ሓሙሽተ ሚእታዊት ክጎድል ተኽእሎታት ክህልዎ ይኽእል እዩ ማለት እዩ ኦኬ ናይ መታ ክንዘራረብ ኢና ኣይ ቲንክ መታ ፌስቡክ ፅቡቅ እዩ ክትወርድ ዘይግባእ ወሪዳ ስለ ዘላ ዱ ኣይ ብሊቭ ናታ ዕንን ክንሪኦ ክንፍትን ኣብዚ ማለት እዩ መጀመርያ ግን ብተስላ ክጅምረልኩም ተስላ ቅድሚ ትማሊ ሂባቶ ነራ ትማሊ 18 ሚእታዊት ወሲኻ ነራ ከባቢ 12 ሚእታዊት ይኸውን ኣሎ ኣብዚ ግዜ እዚ ኣነ ንባዕለይ ሾርት ገይረ ነረ ዋጋኡ ክጎድል ኢለ ኣሚነ ንእሽተይ ኣቢለሉ ነረ ንእሽተይ ከሲሩ ኣሎ ከሲሩ ኣሎ ክብል ከለኹ ግን ስለ ዘይሸጥኩ ክሳብ ሕጂ ኣይተረጋገፅን ኣሎ ማለት እዩ ሶ መጀመርያ ዝኾነ ወፍሪ ክንገብር ከለና ኣብ ምንታይ ስቶክ ወይ ከዓ ኣበየነይቲ ትካል ነውፍር ከም ዘለናን ውልቃዊ ስቶክ እንተኮይኑ ማለት እዩ እታ ትካል ከ እንታይ ኣተኪራ እያ ገንዘባ ተእቱ ወይ ከዓ ገንዘባ ብከመይ መገዲ ከም ተእቱ ምፍላጥ ኣዝዩ ኣገዳሲ እዩ ተስላ ዘይፈልጥ የለን መኪና ማለት እዩ እዚ ኤለትሪክ ቨይክል ኣብዚ ግዜ እዚ ብጣዕሚ ጎሊለን ዘለዋ መታ ክበሃል ከሎ ንጹር እዩ so ናይ መታ በዚኣ ክጅምረልኩም ማለት እዩ እቲ ዓሰርተ ሽዱሽተ ነጥቢ ሓሙሽተ ቢልዮን ዝኣክል ገንዘብ ማለት ካብ ዕስራን ሓደን ንሱ ካብዚ ኣውቶ ሰይልስ ወይ ከዓ ናይዘን መካይን ብምሻጥ እዮም ዘምፅዎ ዝተረፈ ኣለዎም ኦፍኮርስ እዚ ናይ ክረዲት ብመንግስታት ዝወሃቦም ኣሎ ናይ ኤሌክትሪክ ቬክል ናይ ዝገበርዎ ሊሲን ኣሎ እዚ ናይ ኤነርጂ ፕላስ ስቶረጅ ከኣ ተወሳኺ ክህልዎም እዩ ፕላስ ሰርቪስ ንሱ ግን ሓደ ነጥቢ ሽዱሽተ ክልተ ነጥቢ ሰለስተ ቢልዮን ዜሮ ነጥቢ ኣርባዕተ ፕላስ ፍርቂ ቢልዮን ዝኣክል ጥራይ እዩ ዘለዎ ስለዚ ዝበዝሐ ገንዘባ ዳርጋ ቴስዓን ሸውዓተን ድዩ ገለ ሚእታዊት ካብዚ ኢቪ ወይ ከዓ ኣውቶ ሴልስ እያ ተምፅኦ ዘላ ዋጋኣ ማለት እዩ ስለዚ እዚ ዋጋኣ ዝወሰኻ ግን እንታይ እዩ መጀመርያ እዚ ናይ ካብ ዕለት ሓደ ወርሒ ሓደ ክልተ ሽሕ ኣብዚ ዓመት እዚ ክሳብ እዚ ወርሒ ሰለስተ ናይ መወዳእታ ዝነበረ ጸብጻብ እዩ ዝኸውን ዘሎ እዚ ኦኬ ናብ ሕቶ ክመልሰኩም እየ ኣሕዋት ጅስ ንእሸይ ቸክ ኣዋ ይረአ ኣሎ ኣብዚ እዚ ረቨኒ ኢልና ንዛረበሉ ኩሉ ግዜ እቲ ኣታዊ ሰይልስ ብሓፈሻ እስኻ ሸጥካ ተምፅኦ ዘለካ ገንዘብ ማለት እዩ ረቨኒ ኢልና ንረኽቦ እዚ ኣዝዩ ኣገዳሲ እዩ እዚ ጉሮስ ፕሮፊት ወይ ከዓ እዚ ማርጅን ኣብዚ ዘሎ ኣዝዩ ኣገዳሲ እዩ ሓንቲ ትካል መኽሰብ ተምጽእ ኣላ ድያ ወይ ከኣ ኢፈክቲቭ ዝኾነ መኽሰብ ተምጽእ ኣላ ድያ ኣይተምጽእን ንመፍለጢ ንጥቀመሉ ኢና። ስለዚ እዚ ማርጂን ልዕሊ ዓሰርተ ሓሙሽተ እንተኾይኑ ዝበዝሐ ግዜ ንጽቡቕ ማለት እዩ ወይ ከኣ ኣወንታዊ ኢልና ንጥቀመሉ ኢና። ቱ ቢ ኦነስት ተስላ ሕማቕ ሪዛልት እያ ኣምጺኣ ካብ ዝተጸበናዮ ዝዓቢ ኣይኮነን ግን ብምንታይ ከም ዝወሰኸት ንእሽተይ ከርእየኩም ክፍትን እየ። ናቱ እዚ ኦፕሬቲን ፕሮፊት ኦፕሬቲን ፕሮፊት ዝበሃል ከኣ እዚ ናይ ኤክስፐንስስ ኩሉ ናይ ታክስ ድዩ ዋላ ናይ ካልእ ነገራት ኣውጺእካ ከባቢ ሓደ ነጥቢ ክልተ ቢልዮን ኣታዊ ክትረክብ ከላ ናታ መኽሰብ ወይ ከኣ ነት ፕሮፊት ነት ኢንካም ወይ ከኣ ናይ ታሕተዋይ ዘሎ ሓደ ነጥቢ ሓደ ቢልዮን ኣታዊ ክትገብር ክኢላ ማለት እዩ ሶ ናብቲ ብኸመይ ከም ዘምፃእኩ ከርእየኩም ይኽእል እየ ብቕል ዝበለ መገዲ ክትረኽቦ ትኽእሉ ሓፈሻዊ ግን ተን ቀንዲ ኣገደስቲ ዝኾና ከምጽኣልኩም ኣብዚ ወይ ከኣ ክዛራረበልና መጀመርያ ክንደይ መካይን ደሊቨሪ ጌሮም ክንደይ ደሊቨሪ ጌሮም ከባቢ ሰለስተ ሚእትን ሰማንያን ሽዱሽተን ኣብ ዝሓለፈ ተዛራሪብና ኔርና ከምኡ ምስ ገበሩ ዋጋ ናይ ስቶክ ብጣዕሚ እዩ ጎዲሉ ኔሩ ግን ኦረዲ እቲ ማርኬት ተጸቢዎ ጸኒሑ እቲ ዕዳጋ ተጸቢዎ ስለ ዝጸንሐ ድሓን ኮይኑ ሓፈሻዊ ግን ከባቢ ትሽዓተ ሚኢታዊት ካብ ዓመት ናብ ዓመት ኣታዊ ናታ ጎዲሉ ማለት እዩ ንኣብነት ዝሓለፈ ዓመት ሚእቲ ሽሕ ተተእቱ ነይራስ ኣብዚ ዓመት እዚ ተስዓ ሽሕ ተእቱላ ማለት እዩ። ስለዚ ዓሰርተ ሚእታዊት ዳርጋ ተስዓን ሓደን ሚእታዊት ማለት እዩ። ስለዚ ትሽዓተ ሚእታዊት year on year ወይ ከዓ ዓመት ካብ ሓደ ዓመት ናብ ሓደ ዓመት ናብ Q1 ናይ ዝሓለፈ ናብዚ ዘለናዮ ግዜ ከባቢ ዓሰርተ ሚእታዊት ክጎድል ክኢሉ ሓደ ሕማቕ እሱ ረቨኒ ዝኸውን ዘሎ ማለት እዩ። ረቨኒ ከዓ ልክዕ ከምኡ እቲ ዝሸጥዎ መካይን ጎዲሉ እቲ ረቨኒ ከዓ እቲ ኣታዊ ብኡ መጠን ከባቢ ሓደ ቢልዮን ሚስ ገይሮም ወይ ከኣ ጎዲልዎም ካብቲ ዝተጸበናዮ ወይ ከኣ ካብቲ ከእትዎ ዝግብኦም ማለት እዩ። እዚ ግሮስ ማርጅን ዋላ እኳ ጽቡቕ እንተኾነ ዓመት ንዓመት ግን ስቲል ጎዲሉ ጎደሎ ኦፕሬቲን ማርጅን ዝበሃል እዚ ብዚ ክጠቕሰልኩም ዝጸናሕኩ ማለት እዩ። እዚ ኦፕሬቲን ማርጅን ኣብዚ ዘለኩም ብልክዕ ንሱ ከኣ ሓሙሽተ ነጥቢ ሓሙሽተ፣ ዜሮ ነጥቢ ሽዱሽተ፣ ፐርሰንት ክጎድል ክኢሉ ንሱ ዋላ ኦኬ እዚ ካፔክስ እዚ ካፒታል ኤክስፐንዲቸር ዝበሃል ኮይኑ ማለት ኣብ ኢንቨስትመንት ዝገብርዎ ማለት እዩ ንኣብነት ኣነ ዝሓለፈ መኪና መካይን ተሓሊካ ንኣብነት ንዝመፅ ዘሎ ኣብ ናይ ኤኣይ ድዩ ኣብ ገለ ከጥፍኤ ኢልካ ኣብ ኣድል ናይ ምምዕባለ ኣብ ምዕባለ ተጥፍኦ ዘለካ ገንዘብ ማለት እዩ ካፒታል ኤክስፐንዲቸር ንብሎ ሰላሳን ኣርባዕተን ሚኢታዊት ንላዕሊ ወሲኾም ማለት ስለ ዝሓለፈ ዓመት ሚኢቲ ሽሕ እንተዘዋፍሩ ነይሮም ኣብዚ ዓመት ከኣ ሚኢትን ሰላሳን ኣርባዕተን ሽሕ የዋፍሩ ኣለው ማለት እዩ ወይ ከኣ ኢንቨስት ይገብሩ ኣለው which is ሕማቕ እዩ ግን ከኣ ጽቡቕ ክኸውን ይኽእል እዩ ኣብ ቀጻሊ ኣተኲርካ ተዋፍር ስለ ዘለኻ ስለዚ ክልተ ነጥቢ ሸሞንተ ዝኣክል ገንዘብ ካፒታል ኤክስፐንዲቸር ከም ዝገብሩ እዩ ዝሕብረና ዘሎ ወይ ከኣ እቲ ዘጥፍእዎ ገንዘብ ማለት እዩ ኣብ መጽናዕቲታት፣ እዚ ካሽ ፍሎው ወይ ከኣ ክልተ ነጥቢ ሓሙሽተ ቢልዮን ገንዘብ ሉዝ ክገብሩ ክኢሎም፣ ኣብዚ ክልተ ነጥቢ ሓሙሽተ ቢልዮን ማለት እዩ፣ እዚ ካሽ ፍሎው ክንዛረብ ከለና። ሕጂ እቲ ቀንዲ ኣገዳሲ ወይ ከኣ ክንሕዞ ዘለና ግን ኤርኒን ፐር ሼር ዝበሃል ቃል እዩ፣ EPS ኢልና ንጽውዖ፣ ዳርጋ ዜሮ ነጥቢ ኣርባዕተ ሓሙሽተ earning per share ወይ ከዓ ንሓንቲ ሼርስ ዜሮ ነጥቢ ኣርባዓን ሓሙሽተን መኽሰብ ኣምፂኦሙላ ኣለዉ። እዚ ፅቡቕ ድዩ? No። ምኽንያቱ ዜሮ ነጥቢ ዜሮ ሓሙሽተ ሚስ ጌራ ካብ ምንታይ እዩ ደኣ እቲ ፖዘቲቭ መፂኡ? ካብ ምንታይ ደኣ ዓሰርተ ክልተ ፐርሰንት፣ ዓሰርተ ሸሞንተ ፐርሰንት፣ ዕስራ ፐርሰንት ከተእቱ ክኢላ ዝብል ሕቶታት ክህልወኩም ይኽእል እዩ። ምኽንያቱ ኣነ ንባዕለይ is unexpected ወይ ከዓ ትፅቢት ኣይገብረሉን እየ still ማለት እዩ። እንተኾነ ግን ኣብዚ ናይ CNBC እንተሪኢናዮ ተስላ ሼርስ jump thirteen percent after Musk says ካምፓኒ ኤይምስ ቱ ስታርት ፕሮዳክሽን ኦፍ ኣፎርዳብል ኒው ኢቪ ባይ ኤርሊ ትወንቲ ትወንቲ ፋይቭ ይብል ኣሎ። ኣብ መጀመርያ ናይ ክልተ ሽሕን ዕስራን ሓሙሽተን እንተ ደንጎየ ማለት እዩ ሓደስቲ መኪና ሓደስቲ መኪና ተስላ ፕሮሚስ ሞር ኣፎርዳብል ካርስ ኣፍተር ሃቪን ኦል ኒው ሞዴል ቱ ትበሃል ኦልሬዲ ከተኣታትዉ ወይ ከኣ ክሸጡ ከም ዝኾኑ እዮም ዝሕብሩና ዘለዉ ወይ ከኣ ሓቢሩ ኢላ ምስ ሰሚዕናዮ ናብኡ ጸብጻብ ክህብ ከሎ ማለት እዩ። እዛ መኪና እዚኣ ከባቢ ዕስራን ሓሙሽተን ሽሕ ኮይኑ ናታ ወጻኢታት ከኣ of course ደሓን ዝኾነ ወጻኢ ማለት ሕጂ ተስላ ክበሃል ከሎ of course ሚእቲ ሽሕ ሓምሳ ሽሕ ኣርብዓ ሽሕ ዝመስለና ወይ ከኣ ንፈልጦ ዝነበርና ኣብዚ ግዜ እዚ ብ ዕስራን ሓሙሽተን ሽሕ ዝኾነ ሰብ ከም ናይ ቶዮታ ዓይነት ጌሩ ክገዝእ ተኽእሎታት ስለ ዘሎ ብኡ መጠን ከኣ ብዙሕ ኣታዊታት ክረኽቡ ትጽቢት ይግበረሎም እዩ። ንሱ ጥራይ ዘይኮነ ግን ባይ ዘ ወይ ነዚ ኤርኒል ክበኩም ዝጸናሕኩ ክትፈልጥዎ እንትደሊኹም ኣብዚ ተስላ ተስላ ኢንቨስተር ሪሌሽንስ ኢልኩም እንተፅሒፍኩም ኣብዚ ክመፃልኩም እዩ ብድሕሪ እዩ ዘዞም ፀወቶ ኣታዊታት ኣብ ዘለዎ ኪዋን የብለና ኣብዚ ሕድና ክተሽን ዕስራን ኣርባዕተን ስለዚ ኣብዚ መና ዳውንሎድ እንተጌርናዮ ናይ ኩለን ትካላት ብከምኡ ክትረኽቦ ትኽእሉ ኢኹም ናይ ኪዋን ኣብዴት ይብለና ኣሎ ግን ኣነ ኣብዚ ዳውንሎድ ገይረ ስለ ዘለኹ ንሕና ኣብዚ ክወስደኩም እየ ዝዓበየ ባዕሉ ዝተዛረቦ ማለት ኤላን ማስክ እንታይ እዩ ተስላ ክዛረብ ከሎ ሹድ ቢ ቫሊድ ኣዝ ኣን ኤኣይ ሮቦቲክስ ካምፓኒ ኖት ካር ካምፓኒ ኢልዎ ባዕሉ ክዛረብ ከሎ ማለት እዩ ኩሉ ወዲ ሰብ ክፍትንዎ ኣለዎ እዩ በቃ ተስላ ከተዋፍር ተኾንካ ክትፍትኖ ክትክእል ኣለካ እቲ ፉል ሰልፍ ድራይቪንግ ዝበሃል ወይ ከዓ እቲ ኤኣይ ዘሎ ኣብ ውሽጣ እዩ ተዛሪቡ ነይሩ ኣብ ትሽዕ ግዜ ማለት እዩ እዚ ከዓ ኦፍኮርስ ስቶክ ማርኬት ከምቲ ኩሉ ግዜ ዝብሎ ኦረዲ ከባቢ ዓሰርተ ሸሞንተ ኣዋርሕ ዝኣክል ዓመት ንዓመትን ገለን ማለት እዩ ኣቐዲሙ እዩ ዝሓስብ ወይ ከኣ እቲ ዋግኡ ኣቐዲሙ ይሕብረካ ስለዚ እዚ ከምዝታት ብምባላ እቲ ፒኢ ሮሾ ናቱ ንኣብነት ናይ ፎርድ ክንዛረብ ከለና ፎርድ መኪና ዘይፈልጥ የለን ከባቢ ሸውዓተ ድያ ትሽዓተ ድያ ዓሰርተ ሸውዓተ ብጣዕሚ ትሑት እዩ ናታ ናታ ፒኢ ሮሾ ኢልና ንጽውዖ ማለት እዩ ፒኢረሾ ናይ በዓል ፎርድ ናይተን መካይን ማለት እዩ ከባቢ ሸውዓተ ገለ እዩ ክኸውን ዝኽእል ናይ ተስላ ግን ከባቢ ሱሳታት ኣሎ ናታ ፒኢ ማለት ወይ ከዓ ፕራይስ ቱ ኤርኒን ንሓንቲ ኤርኒን ክንደይ ዋጋ ትሽየጥ ከም ዘላ ኢልና ንፅውዖ ከባቢ ሱሳ እዩ ስለዚ ብዓይኒ ከምዚ ብጣዕሚ ክብርቲ ኣንበልና ነርና እንተኾነ ግን ተስላ ኢልዎ ከም ኖርማል ካምፓኒ ወይ ከኣ ከም ናይ መኪና ትካል ጌርኩም ኣይትሕሰብዋ እንታይ ደኣ ከም ናይ ኤኣይ ሮቦቲክስ ካምፓኒ ጌርኩም ሕሰብዋ ኢሉ ማለት እዩ ሶ ሮቦቲክስ ክብል ከሎ እንታይ ማለት እዩ ኣብ ዝለኩም ናይ ተስላ ዝበሃል ኣብዚ ንህለኩም እዚ እዚ ሁማኖይድ ሮቦቲክስ ኢልዎ ዘሎ ወይ ከዓ ኦፕቲመስ ተባሂሉ ዝፅዋዕ ልክዕ ከምዚ ማለት እዩ እዚ ናይ ኤኣይ ሮቦቲክስ ኢሎ ዝጽውዖ ዘሎ ልክዕ እዚ ሕጂ ንሕና ደቂ ሰባት ብሓፈሻ ማለት እዩ ብኸመይ ክንዛረብ ንኽእል ብብዙሕ ፕራክቲስ እዩ ኣቦና ድዩ ኣዴታትና ድዩ ኣሕዋትና ክዛረቡ ምስ ሰማዕናዮም ናቱ ኮፒ ንገብር ማለት እዩ እዚ ኤኣይ ንብሎ ዘለና ከኣ ሓደ ወዲ ሰብ ዝገብሮ ካብኡ ተመክሮታት ብምሓዝ ፍልጠት ብምሓዝ ኣነ ክገብሮ ዝኽእል ክገብር ይኽእል እዩ ማለት እዩ ሕጂ ንኣብነት ኣነ ንሰዓት ዕስራ ዶላር ይኸፍሉኒ እንተሃልዮም ተስላ ነዚ ብምስራሕ ግን ክልተ ቅርሺ ጥራይ የጥፍኣሎም እንተኾይኑ እቲ ወጻኢታት ነዚኣ ንምስራሕ ማለት እዩ እሞ ኸኣ ዕስራን ኣርባዕተን ሰዓት ክሰርሕ ይኽእል እዩ እዚ ዓቢ ኣታዊታት ክረኽብሉ ይኽእሉ እዮም but long term ኢና ንዛረብ ዘለና ኣብዚ probably ሰለስተ ዓመት ኣርባዕተ ዓመት ወላ ክወስደሎም ተኽእሎታት ኣሎ ብሓፈሻ ግን ኣብ ጽቡቕ ደረጃ ስለ ዘለዉ ትካል ናይ ተስላ ከም ኖርማል መኪና ጌርና ዘይኮና ከም እንታይ ደኣ ከምዚ ናይ ኤኣይ ሮቦቲክስ ንሕሰባ ኢሉ እዩ ዘሎ ማለት እዩ። ሓፈሻዊ ኣታዊታት ናይ ተስላ ክትሪእዎ ተለኹም ኣይ ቲንክ ዩ ሹድ ክትሪእዎ ጽቡቕ ኔሩ ደስ ምበለኒ ኔሩ ኣብቲ ተስላ ኢንቨስተር ሬለሽንስ ኢልኩም እንተኣቲኹም ንኣብነት ካብ ሶላር ኣለዎም ኣታዊ ካብ እዚ ኤነርጂ ስቶሬጅ ንብሎ ዘለና ማለት እዩ እዚ ናይ ኤኣይ ኮምፒት ኣለኩም ኣብዚ ፉል ሰልፍ ድራይቪን ወይ ከዓ እዚ ኤስኤስዲ ተባሂሉ ዝፅዋዕ ንኣብነት ከባቢ ክልተ ሚእቲ ይሽየጥ ዝነበረ ንሓንቲ ማለት እዩ ኣብኣ ዳውንሎድ ንክትገብሮ ኣብታ መኪና ኣነ እኳ ተስላ የብለይን መኪና ኦብየስሊ ግን በቲ ዝሰማዕክዎ ዝረኣኽዎ ማለት እዩ ከባቢ ክልተ ሚእቲ ዶላር ዝነበረ ወርሓዊ ኣብዚ ግዜ እዚ ግን ዳርጋ ትስዓን ትሽዓተን ሚእታ ትስዓን ትሽዓተን ቅርሺ ጥራይ ገይርዎ ወይ ዶላር ገይርዎ ኣሎ ገይሮሞ ኣለዉ ማለት እዩ ተስላ ብሓፈሻ እዚ ከዓ ብዙሓት ሰባት ዳውንሎድ ንክገብርዎ ቁሩብ ሓጊዝዎም ማለት እዩ ፊደል ዓውና እንታይ ሓድሽ ተረኺቡ እዩ ክሪፕቶ ኦኬ ኦኬ ባስ ኣውቶሞቲቭ ክንሪኣ ኢና እስከ ኣይ ዲድ ዘ ሴም ቲንግ ከሪኦኩም እያ ንባዕለይ ተስላ ፑቴ ገይረ ነይረ ኣነ ኤኒወይ ካብ ዝታት ዝኣቶ ማለት ዳርጋ ከም ዝበልኩኹም ልዕሊ ቴስዓ ሚእታዊት ካብ መካይን እኳ እንተኾነ ኣብዚ ግዜ እዚ ንሎንግ ተርም ክንሪኦ ከለና ግን እንታይ ኢልዋ ከም AI ካምፓኒ ክንሪኦ ኣለና ኢሉ እዩ ተዛሪቡ ማለት እዩ so ማት ኣነ ሪኮመንደሽን ገብረኩም ዝኽእል ኣሕዋት ማስ ንርኣዮ ጽቡቅ እዩ ዋላ ንዕብየት ንትምህርቲ ንገንዘብ ጥራይ ዘይኮነ ዝታት እንታይ ናበይ ክኸይድ ከም ዘሎ ቁሩብ ክንመሃር ንኽእል ኢና ካብቲ ናይ እዚ ናይ ዓለምና ዘሎ ማለት እዩ ኦኬ so እቲ ፕሮፊታቢሊቲ ገለ ኢለ ከምጻልኩም ጸናሕኩ ኣብዚ እዩ i think ኣብ እዚ ብምባል ጥራይ ዋጋ ናይ ስቶክ ብብዝሒ ክውስኽ ክኢሉ ማለት እዩ ሶ ኣብኡ እንተሪኢና ናይ እዚ ኩሉ ኢንካም ክሕብረኩም ዝጸናሕኩ ጽሙቕ ኣቢለ ማለት እየ። ኣብዚ እዩ ዘለኩም። ኩሉ ከተንብብዎ ትኽእሉ ኢኹም። ንኣብነት እዚ ኦፐሬቲን ኢንካም ክንደይ ከም ዝኾነን ሓደ ነጥቢ ክልተ ቢልዮን ሓደ ነጥቢ ሓደ ነቲ ኢንካም ኣብዚ ይብለና ኣሎ። ክንደይ ካሽ ከም ዘለዎም ኣብዚ ይሕብረና ኣሎ ወይ ክንደይ ከም ዝጎደሎም ኩሉ ብሓፈሻ ነዚታት ክትሪእዎ ትኽእሉ ኢኹም ማለት እዩ። ስለዚ ቶታል ረቨኒ ንኣብነት ኣብዚ ኣለኩም። ዝሓለፈ ዓመት Q-one ዝነበረ ዕስራን ሰለስተን። ቢልዮን ዝነበረ ኣብዚ ግዜ እዚ ግን ዕስራን ሓደን ቢልዮን እዚ ከኣ ናይ ከባቢ ትሽዓተ ሚኢታዊት ክጎድል ክኢሉ ዕስራን ሓደን ፐርሰንት ወይ ከኣ ሚኢታዊት ጎዲሉ ማለት እዩ እዚ ሕጂ ኣብ ትሽዓተ ፐርሰንት ሶሪ ዕስራን ሓደን ደለ እዚ ሕጂ ከም ሓቂ ማለት እዩ ንዋጋ ስቶክ ክጎድኣ እዩ ዝግብኦ ወይ ከዓ ዋጋ ክትጎድል እዩ ዝግብኣ ነገር ግን ተስላ ብጣዕሚ ተሃስያ ስለ ዘላ ኣብዚ ዓመት ተስላ ተስላ ተስላ እዮም ኣብዚ ዓመት እዚ ዩርትደይት ወላ ከምዚ ኢላ ወሲኻ ክንሳ ስቲል ሰናርሰን ኣርባዕተ ሚእታዊት ቀኒሳ ኣላ ሕጂ ሰብ እንታይ እዩ ኣብ በዓል ፌስቡክ ሸይጡ ተስላ ዝገዝኡ ክህልው ይኽእሉ እዮም ብሓፈሻ ከዓ እቲ ኦፕቲሚዝም ማለት እዩ ኣብ ዝሓለፈ ኤላን ማስክ ክዛረብ ከሎ ኔጌቲቭ ወይ ከዓ ኣሉታዊ ዓይነት ኣዘራርባ እዩ ይዛረብ ነይሩ ድማሲ ተስፋ የብለይን እዚ ፈደራል ሪዘርቭ ዝበሃሉ ኢንትረስት ሬት ኣይቆርፅዎን እዮም እዚ ፅቡቅ ኣይኮነን ገለገለ ብል ነይሩ ትማሊ ዝተዛረቦ ግን ሞር ኦፕቲሚስቲክ ኮይኑ ተዛሪቡ ነገር ግን ስቲል ብሕጂ ኣሎ እቲ ክወሃቦ ዝግብኦ ሪዋርድ ወይ ስልማት ኢልና ንዛረበሉ ዝነበርና ቅድሚ ሕጂ ፍርዲ ኣሎ ፍርዲ ክህልዎ እዩ ወይ ክወሃቦ ድዩ ኣይወሃቦን እዩ ስቲል ኣብ ማለት ኣብ ምዝርራብ ስለ ዘለዉ ናቱ ፀብፃብ ከዓ ክንሪኦ ክንፍትን ኢና ኣብ ቀጻሊ ማለት እዩ ንሱ ኖ ተኢሎሞ ዋጋ ስቶክ ታሕቲ ክሃርም ይኽእል እዩ ስቲል ሚእትን ሱሳን ወላ ክጎድል ይጽበዮ ወላ ሕጂ ቲቢኦነስ ኣብዚ ዘለና ኣሎ ደኖ ሚእትን ሱሳን ዋው ጎዲሉ ኣሎ ኣክቹሊ ሕጂ ሶፋር እሲ ተስላ ያህ ሓደ ነጥቢ ሓሙሽ ናብ ሚእትን ሓምሳን ትሽዓተን ጎዲላ ኣላ ትሪእዋ እንተሃሊኹም ኣብዚ ሕጂ ስቲል ክትወርድ ይግብኣ ትሕቲ ሚእትን ሓምሳን ክትከውን ይግብኣ በዚ ዝሃብዎ ጸብጻብ ማለት እዩ ክትውስኽስ ብተኣምር ኣይግብኣን ነይሩ ምበልኩ ግን ኣብቲ ናይ ኦፕቲሚዝም ከምቲ ዝበልኩዎ እዚኣ መጽሓፍ ኣርእየኩም ጸኒሐ ኣቐድም ኣቢለ ከም ዝነበርኩም እኳ ነይርኩም ኢኹም እዚኣ ደ ኢንቴሊጀንት ኢንቨስተር ትብል ማለት ኦብቪየስሊ ከተዋፍር ከለኻ እቲ ዝብሎ ዘለኹ ፋንዳሜንታልስ ኣዝዩ ኣገዳሲ ከም ዝኾነ እዩ ዝዛረብ ኣብዛ መጽሓፍ ብሓፈሻ በዚ ትማሊ ዝረኣኽዎ ጽብጻብ እውን ኦፖዚት ኮይኑ ሰኒዕኒ ጸኒሕኒ ኦፖዚት ነው ኣንጻር ማለት እዩ ሶ ናይ ተስላ ከምዚ ይመስል ኦፍ ኮርስ ከም ንሪኦ ዘለና እቲ ማርኬት ብጣዕሚ ይጎድል እዩ ዘሎ ዋላ ሕጂ ለሲ መታ መታ በንጻሩ 15 ሚእታዊት ጎዲላ ኣላ ክትውስኽ እዩ ዝግብኣ እዚ ኩሉ ዝጎደለት ማለት እዩ ስለምንታይ እያ ወሲኻ ስለምንታይ እያ ጎዲላ ዘላ እዚኣ ከዓ ሕጂ ኣሕፅር ኣቢለ ክገልፀልኩም ክፍትን እየ ኣይ ኣንዋሓልኩምን እየ ድሓን ምክንያቱ ማርኬት ክኽፈት እንዳቀረበ ስለ ዝኾነ ናብኡ ክወስደኩም እየ ሰው ናይ መታ ልክዕ ከምቲ ናይ ፌስቡክ ካብ መታ ፌስቡክ ኢልና ንፅዋዕ ማለት እዩ ኣታዊኣ ካብ ምንታይ ከም ዝኾነ ፍሉጥ እዩ ካብ ኣድቨርታይዚንግ እዚ ፌስቡክ መታ እዩ እዚ ኢንስታግራም መታ እዩ እዚ መታ እዚ መታ ኣክቹሊ ፌስቡክ ብጣዕሚ ጎረሓት እዮም ኣነ እኳ ኢንቨስት ኣይገብረሎም እንዲ ብውልቂ ብብዝሒ ብሓፈሻ ግን ብጣዕሚ ስማርት እዮም ብኸመይ እንተልኩምኒ ዩቱብ ንጥቀም ኣለና ዝበዝሐ ሰብ ሕጂ ኣብ ዩቱብ ብዙሕ ገንዘብ ዘለዎ ኮይኑ ዝወስዶ ወይ ከዓ ይኽፈሉ እዮም እቶም ብዙሕ ዝሰርሕሉ ኣብ ዩቱብ ማለት እዩ እንተኾነ ግን ኣብ ዩቱብ ኣድቨርታይዝ ዝመፀና ናይ በዓል ኮካኮላ እዩ ኮካኮላ ኣብኡ ጠዊቅካ ኣይትገዝእን ኢኻ ዝኾነ ነገር እንታይ ደኣ ንመፍለጢ ጥራይ ዝጥቀሙሉ ዓይነት ኣድቨርታይዚንግ ማለት እዩ ኣብዚ ግን ኣብ ኢንስታግራም ንኣብነት ዝመፃና ነገራት ጠዊቕና ካብኡ ንገዝእ ኢና ብኣድቨርታይዝ ዝመፃና ማለት እዩ ሕጂ እዚ ካብኡ እዩ ተኣታዊ ዘለዎም ብብዝሒ እዚኦም ስለዚ ሰላሳን ሓሙሽተን ነጥቢ ሽዱሽተ ቢልዮን ዝኣክል ከባቢ ተስዓን ሸውዓተን ሚኢታዊት ኣታዊኦም ካብ ኣድቨርታይዚን እዩ ገለ ተወሳኺ ግን ኣለዎም of course ኣብዚ ግዜ እዚ እዚ ሪልቲ ላብስ ወይ ከኣ መታ ኬስ ተባሂሉ ዝጽዋዕ እዚ ዓለምናስ በቃ ከምዚ ብኣካል ዘለና ኮይኑስ ግን ብኦንላይን ዓይነት ማለት እዩ ኣብ ዓይንኻ ገለ ዝግበር ኣሎ anyway እዚ ሪል ፒል ኣብስ ተባሂሉ ዝፅዋዕ ከም ናይ ኣፕል ወላሎን ከምኡ ካብኡ ንእሽተይ ኣታዊ ክህልዎም ይኽእል እዩ ግን ወፃኢታት ዝበዝሕ እዚ ኢንፍራስትራክቸር ፔይመንት ዝበሃል ከዓ ንኣብነት ምስ ዋትሳፕ ድዩ ምስ ፌስቡክ ድዩ ገለ ርክብ ገይሮም ዝኾነ ክፍሊት ክትከፍል ከለኻ ንሶም ገለ ሚእታዊት ካብኡ ይወስዱ እዮም ብሓፈሻ ግን ኣብ ተስላ ከተዋፍ ኣብ መታ ወይ ፌስቡክ ከተዋፍር ትኾንካ ኣብዚኤን ኣሚንካ ኢኻ ከተዋፍር ዘለኻ ተኣምር ግን ዳጋ እዚ ዘይጥቀም ሰብስ የለን ካብዚኤን ሓንቲ ዘይጥቀም የለን ማለት እዩ ኣነ ሕጂ ኩሉ ኣለኒ ኣርባዕተ እዩ ኣለና ዝበዝሐ ሰብ ንሱ እዩ ኣብ ዓለምና ዘሎ ማለት እዩ ፌስቡክ ኣሪጉ እና ረግተቲ ወይ ናይ ዓበይቲ እዩ ተባሂሉ ይፅዋዕ ዝነበረ ኢንስታግራም ከዓ ገዚኦሞ ብድሕሪ ከዓ ወሳብ ገዚኦሞ ማለት እዩ ሶ ናብዚ ክመፅእ ማርጅን ሰማንያን ክልተን ሚእታዊት ኣለዎም ግሮስ ማርጅን ማለት እዩ ኦፕሬሽን ማርጅን ኣብ ዘለኩም ሰላሳን ሸሞንተን ሚእታዊት ብጣዕሚ ብዙሕ እዚ ኣብቲ ጋይስ ኣብዚ ነት ፕሮፊት ዓሰርተ ክልተ ነጥቢ ኣርባዕተ ቢልዮን ተስላ ክንደይ ነይርና ሓደ ነጥቢ ሓደ ቢልዮን ዓሰርተ ክልተ ነጥቢ ኣርባዕተ ፕሮፊት ወይ ከዓ ኤርኒንግ ወይ ከዓ መክሰብ ከምፅኡ ክኢሎም ኣብዚ ዓመት እዚ ማለት እዩ ተኣምር እዩ ብጣዕሚ እዮም ፅቡቅ ገይሮም ኦፍኮርስ ኦፐሬቲን ኤክስፐንስስ ወፃኢታት ገለ ኣለና ግን ትካላት ክብርትዓኩም ስለ ዝኽእል በቲ ቤዚክ መሰረታዊ ገይርና ሒዝና ተኸይድና ፅቡቅ እዩ እቲ ቀንዲ ንመታ ወይ ንፌስቡክ ዋጋኣ ክወስኻ ይግብኦ ዝበልክወን ነጥብታት ኣብዚ ኣለዋና ይቕልጥፈኩም እንተሃለየ ተቕልጥፈና ኣለኹ በሉኒ ኣሕዋት ንእሽተይ ቀስ ኢለ ክገልፀልኩም ክፍትን እኽእል እየ ሶ ናይ መታ ወይ ናይ ፌስቡክ እዚ ፌስቡክ እዚ ከሪእኩም ፀናሕኩ እዚ በዓል ዋትሳፕ እዚ እዚ ዘሎ ኢንስታግራም ገለ ዘሎ መዓልታዊ እዩ ዝብለኩም ዘለኹ መዓልታዊ ሰለስተ ነጥቢ ክልተ ቢልዮን ተጠቀምቲ ኣለና ተኣመሪ ሰለስተ ነጥቢ ክልተ ቢልዮን ሳደና ኣብ ዓለም ክንደይ ኣለና ኢማጅን ሰለስተ ነጥቢ ክልተ ቢልዮን ተጠቀምቲ ኣለና ኣብዚ ማለት እዩ ኣድ ኢምፕሬሽን ዝበሃል እቲ ቃላት ክብርትዓኩም ይኽእል እዩ ኦፍኮርስ ናይ ዝበዛሕኩም እዚ ከዓ ካብቲ ኣድቨርታይዝ ዝሰደድዎስ ማዕረ ክንደይ ሰብ ኢምፕረስ ክኸውን ኣለዎ ወይ ከዓ ይርእይዎ ከም ዘለዉ እዚ ከዓ ብዕስራ ሚእታዊት ክውስኽ ክኽእል ከሎ ረቨኒው ከም ዝረኣናዮ ዕስራን ሸውዓተን ሚእታዊት ወሲኹ እዚ ቢት ገይሩ ወይ ከዓ ፅቡቅ ኮይኑ ማለት እዩ ዋግኡስ ክውስኽ እዩ ካብ ዝፅበዮ እቲ ስቶክ ምክንያቱ ስቶክ ማለት ካምፓኒ ማለት እዩ ኢዝ ሴም ኣብዚ ግዜ እዚ ግን በበይኑ ኮይኑ ይስማዕ ኣሎ ስለዚ ኦፐሬቲንግ ማርጅን ከምዚ ክሪኦ ዝፀናሕና ኢና ኤርንን ፐርሼር ሪእዎ ናይ ተስላ ክንደይ ነይሩ 0.45 ነይሩ ኤርንን ፐርሼር 4.71 ንነፍሲ ወከፍ ብርኪ የምፅእሉ ኣለዉ ወይ ከዓ ኢፒኤስ ኢልና ንፅውዖ ማለት እዩ እዚ ከዓ ካብ ትፅቢት ንላዕሊ እዩ ብሰብ ኣርባዕተ ነጥቢ ኣርባዕተ ድዩ ገሊኦም ተጸብዮሞ ኔሮም ግን ብ ዜሮ ነጥቢ ሰለስተ ትሽዓተ ንሓደ ሼር ክስዕሮ ኪኢሉ ወይ ከኣ ቢት ጌርዎ ማለት ጽቡቅ ድዩ ኮይኑ ማለት እዩ ሉዝ ኣይገበረን ኦኬ ካፔክስ ኣለና እዚ ካፒታል ኤክስፐንዲቸር ንብሎ ኮይኑ ሰላሳን ሓሙሽተን ነጥቢ ኣርባዕተ ወጻኢታት ክገብሩ እዮም። እዚ ከኣ ኣብዚ ናይ ኤኣይ ናይ ኣርተፊሻል ኢንተሊጀንስ መጽናዕትታት ድዩ ኣብ ዝተፈላለየ ብሓፈሻ ኣብቲ ናይ ሪሰርች ነገራት ከጥፍኡ እዮም ከምዚ ዝኣክል ገንዘብ ማለት ግን ብዙሕ ካሽ ስለ ዘለዎም ዋላ ሓንቲ ጸገም የለን ምክንያቱ ዕቤት ከኣ ከምጻሎም ይኽእል እዩ ኦኬ ነዚኣ ቀንዲ ኔጌቲቭ ዝኾነታ ወይ ከኣ ኣሉታዊ ውጽኢት ከተምጽእ ዘገደደታ እዚ ጋይዳንስ እዩ ኣሕዋተ። ናይ ዝሓለፈ earning ሪኢናዮ ኣለና ኣታዊ ናይ ዝመጽእ ዘሎ ግን እንታይ ይመስል ክንደይ ኣታዊ ከተምጽእ ትጽቢት ኣለዋ Facebook እንተኢልና ወይ መታ ሰላሳን ሸውዓተን ነጥቢ ሸሞንተ ቢልዮን ኣታዊ ከተምፅእ እያ ዝበልዎ እቲ ኤክስፔክትድ ግን ወይ ንሕና ተፀቢናያ ዝነበርና እቶም ኤክስፐርትስ ብሓፈሻ እቲ ዎል ስትሪት ግን ሰላሳን ሸሞንተን ነጥቢ ሰለስተ እዩ ስለዚ ብንእሽተይ ናይ ሓደ እያ እዚኣ ናይ ሓደ ከማን ኣይኮነ ናይ ሓደ ቢልዮን ሉዝ ወይ ሓደ ፐርሰንት ሉዝ ስለዝኾነ ዋጋ ናይ መታ ክጎድል ክኢሉ እዚ ሕጂ ኣብ ቀፃሊ ኣተኪርና ኢንቨስት ንገብር ስለ ዘለና ኢና እምበር ብኻልእ ኣይኮነን ስለዚ እቲ ጋይዳንስ ዝበሃል ኣዝዩ ኣዝዩ ኣገዳሲ ክኸውን ክኢሉ ኣሎ በዚ መሰረት ከዓ ከባቢ ዓሰርተ ኣርባዕተ ዓሰርተ ሓሙሽተ ሚኢታዊት ክትጎድል ክኢላ ኣላ so far ክሳብ ሕጂ ኣብዛ ዘለናያ ግዜ ማለት እዩ ናይ መታ ከኣ ልክዕ ከምኡ መታ ኢንቨስተርስ ሪሌሽን ኢልና እንተጽሒፍና ኣብዚ ክመጻልና እቲ ቀዳማይ ኣብኡ ተጠዊቕና ሕጂ ንእሽተይ ውርድ ኢልና ክንረኽቦ ንኽእል ኢና ኣብዚ ኣብዚ ኣለኩም ማንዋል ሸርሒር ሚቲ እንዲኻ ድለኻ ሚቲ ኮል ይሃል ኩሉ ብሓፈሻ ናይ ዝሓለፈ ዲ ናይ ሕጂ ኩሉ ክትረኽቦ ትኽእል ኢኻ ስለዚ ኣብዚ ዘለና ናይ መታ ሪፖርት ፈርስት ኳርተር ማለት እዩ ሶቲ ኣታዊታት ኣብዚ ኣሎ ኦፍኮርስ ናብ ኩሉ ኣታዊታታ ክወስደኩም ኣየብልኒ ሕጂ ብሓፈሻ ግን ብፅሙቕ ዝበለ ማለት እዩ ብሕጽር ዝበለ እዚ ማለት እዩ ፋሚሊ እቲ ኣክቲቪቲ ዝበልኩም ወይ ከዓ ደይሊ ኣክቲቭ ፒፕል ወይ ከዓ መዓልታዊ ንጥቀመሉ ዘለና ሰለስተ ነጥቢ ክልተ ክኸውን ክኢሉ ማለት ዓብዪ ዳርጋ ሸውዓተ ሚእታዊ ተወሲኹ ማለት እዩ ኣድ ኢምፕሬሽን ካብዚ የምፅእ ዘለኹ እቲ ኖትስ ኣብኡ ዘለኩ ማለት እዩ ብሓፂሩ ኦኬ ሕጂ እቲ ኔጌቲቭ ዝገበሮ ግን እዚ እዩ እዚ ማለት CFO Outlook Commentary ማለት ከመይ ከም ዝኸውን ትጽቢት ንገብር ንሕና ከምቲ ኤላን ማስክ ዝበሎ እዚ We expect second quarter 2024 total revenue to be a range of 60 ኣብዚ ርኣዮ እዚ እዩ ዝበልኩም ካብ ሰላሳን ሓሙሽተን ካብ ሰላሳን ሽዱሽተን ነጥቢ ሓሙሽተ ክሳብ ሰላሳን ትሽዓተን ቢልዮን ዝኣክል ትጽቢት ንገብር ኣለና ኢሉ እቲ ካልእ ንሕና ተጸጊናዮ ዝነበርና ግን ልዕሊኡ ነይሩ ማለት እዩ። ስለዚ ዳርጋ ሓደ ሚኢታዊት በቲ ናይ ፎሬክስ ኤክስቸንጅ ዝበሃል ወይ ከኣ ፎሬክስ እዚ ፎሬን ካረንሲ ኤክስቸንጅ ማለት ንኣብነት ኣብ ኢንግላንድ ዝጥቀምሉ ተሃልዮ ንሱ ግን ብዶላር ይህብዎ ስለ ዘለዉ እቲ ጸብጻብ ዋግኡ ከጉድሎ ይኽእል እዩ። ዳርጋ ሓደ ሚኢታዊት ለውጢ ክገብር እዩ ኣብቲ ናይ ፎሬክስ ማለት እዩ ኣብቲ ናይ ዶላር ናይ ፓውንድ ናይ ገለ ምቅይያራት ዘሎ ምኽንያቱ ተጠቃሚ ኣብ ዝተፈላለየ ቦታ ስለ ዘለና ኣክቹሊ ማርኬት ይኽፈት ኣሎ ኣይ ኤክስፐክት ዲስ ወይ ከዓ እዚኣ ናይ መታ ክትውስኽ ትፅቢት ትገብር ኣነ ክሳብ ኣርባዕተን ሰማንያን ገለ ክትከይድ ትፅቢት ይገብረላ ኣነ ኣብዚ ውሽጢ ሰሙን ክልተ ሰሙን ብሓፈሻ ግን ክንሪኦ ኢና ዕዳጋ ከመይ ከም ዝኸይድ ማለት እዩ ሶ ብቢትኮይን ቢትኮይን 63 ናብ ተኸባቢ ኣላ ኣይ ቲንክ ንእሽተይ ክትውስኽ ሓሲባ ነይራ ስቲል ተመሊሳ ትቕንስ ኣላ ቢትኮይን ክትቅንስ ከላ እዚ ኪኪኪ ወይ ከዓ ናስዳክ ኢልና ንፅውዖ ክቕንስ እዩ ዝርአ ከባቢ ክልተ ፐርሰንት ክጎድል ከሎ ኣዝዩ ብዙሕ እዩ ኣሕዋት እዚ ውሑድ ኣይኮነን ምክንያቱ ላዕሊ ይኸይድ ነይሩ ሕጂ ከዓ ኮሬክሽን ይገብር ኣሎ ወይ ከዓ ሰባት ይሸጡ ኣለዉ ብብዝሒ ማለት እዩ ንምንታይ ይሸጡ ኣለዉ ኦፍኮርስ ብዙሕ ግዜ ተዘራርብኒ ኢልና ብሓፈሻ ግን ርዕዎ ካብ ኣርባዕተ ሚእትን ዕስራን ሰለስተን ናብዚ ወሪዱ ኣሎ ማለት እዩ ኤንቪድያ እንተኸድና ስቲል ትምለስ ኣላ ኤንቪድያ ሕጂ ኣብስሊ ከባቢ 800 ከሎ ብርኪ ገዚእ ኣለኹ ኣነ 800 ከሎ ብርኪ ገዚእ ኣለኹ ኣደኖ ኔጌቲቭ ዲያ ክትከይድ ፖዘቲቭ ክንሪኣ ኢና ላይክ ላይክ በሉ ማሕዋት ሕቶን መልስን ክንከይድና ኣብኡ ከለና ኤስፒኤክስ ወይ ከዓ እዚ ዋው ዋት ጀስት ሃፐንድ ሄር እዚኣ ክትነውሕ ርእዋ ብጣዕሚ ታሕቲ ከይዳ ካብ 573 ናብ 500 ዳይረክት ወሪዳ ሓደ ነጥቢ ሰለስተ ሚእታዊት ክትጎድል ክኢላ ኣብዚ ማለት እዩ ሶ ማርኬት ዳርጋ ኔጌቲቭ እዩ ዘሎ እዚ ፊንቢዝ ኣፕዴተር ኣይኮንና ኣሎ እዚ ዋው ስቲል ይወርድ ኣሎ እታ እታ ዓሰርተ ሓሙሽተ ሚእታዊት ኮለል ትብል ኣላ ንእሽተይ ግን እንተሪኢናያ ካብ ዝሓለፈ ሓሙሽተ ደቂቅ ንእሽተይ ወሲካ ኣላ ምክንያቱ ኣርባዕተ ሚእትን ዓሰርተ ኣርባዕተን እያ በጺሓ ነይራ ንሳ ፕሪንት ተስላ ተስላ ከማ ንእሽተይ ኣብ ከይዳ ፀኒሓ ኦል ኢን ኦል ግን ንሪኦ ኣለና ኩሉ ወሪዱ እዩ ዘሎ ኢንቪድያ ካብ ቢትኮይን ጀሚርካ ብጣዕሚ ኩሉ ወሪዱ ኣሎ እቲ ቀንዲ ምክንያት ኩሉ ንምንታይ ይወርድ ኣሎ ዝብል ኦፍኮርስ ንሳ ለኪማቶ ከይዳ እንዲያ ብሓፈሻ እዚያ ናይ መታ ወይ ከዓ እዚ ኣታዊታት ናይ ዝበዝሐ ስቶክስ ይቕንስ ኣሎ ዋላ ኣታዊታት ዋላ ድኣ ፅቡቅ ይኹን እምበር እቲ ኣውትሉክ ወይ ከዓ ንዝመፅእ ዘሎ ጋይዳንስ ሕማቅ የምፅኡ ስለ ዘለዉ ቁሩብ ፅልዋ ገይሩ ኣሎ መስለኒ ድሓን ናብ ሕቶን መልስን እሞ ክንከይድ ተመሊሰ ንምንታይ ኩሉ ይወርድ ኣሎ ከዓ ፅንሕ ኢለ ክህበኩም ክፍትን እየ ሕቶ መልስን ግን ሓደ ውሑዳት ሕቶታት ክምልሰልኩም ክፍትን ኣይ ባይ ፑት ተስላ ኣይ ሉዝ ማኒ ን መታ ኮል ኣይ ሉዝ ሶ እዚ ያ እዚ ኣብ ኣሜሪካ ዘለዎ እዮም ዝጥቀምሉ ዝበዝሑ እዚ ፑት ኮል ዝብለና ዘሎ ፑት ገይሩ ማለት ዋጋ ይጎድል ኢሉ ኣትሒዙ ነይሩ ናይ ተስላ ወይ ከዓ ዋፊሩ ማለት እዩ እንተኾነ ግን ተስላ ስለ ዝወስኸት በንፃሩ ገንዘቡ ከስር ኣሎ መታ ከዓ ብኦፖዚት ይውስኽ ስለ ዝበለ ይጎድል ኢን ሪያሊቲ ክትከስብ ይግባእካ ነይሩ ወይ ይግባእክ ነይሩ ኣውቶሞቲቭ ተኾነ ግን ከም ንሪኦ ዘለና ኣብ ዝመፅእ ጥራይ እማ ተኪሮ እምበር ናይ ዝሓለፈ ኣታዊታት ብዙሕ ኣይግደሱን እዮም ዘለዎ መስለኒ ክሪፕቶ ወላ ሓንቲ ዘጋጠመ የለን ክሳብ ሕጂ የማነ ሓውና ክሪፕቶ ክሪኤልኩም ኣብኡ ከለኹ ክሪፕቶ ባብል ክሪፕቶ ባብል ኩለን ክሪፕቶ ከዓ ጎዲለን ኣለዋ መስለኒ ሕቶት ሃሊኩም ፀሓፉ እሞ ክምልሰልኩም ክፍትኒ ክሪፕቶ ባብል ንርኢ ኣለና ቢትኮይን ከባቢ ሓሙሽተ ሚእታዊት ጎዲላ ኣላ ካብ ስሳን ሽዱሽተን ደይባ ዝነበረት ሕጂ ከዓ ስሳን ባይዘወይ ኣብቲ ከባቢ እያ ኮለል ትብል ዘላ ኢተርም ሓሙሽተ ሚእታት ጎዲሉ ዋው ትሪከይ ሰለስተ ሽሕ በፂሑ ኣሎ እዚ ንባዕሉ XRP is down to 50 50 ኮለል ኢላ ሳን ባዕላ ሶላና 10% ዋው ካብ 157 ናብ 143 ስቲል መዓስ ዳ ደይባ ነራ 157 ኤኒዌይ ዋላ እዚ ክሪፕቶ ዋላ ከም ንሪኦ ዘለና ዋጋታት ይጎድል ኣሎ እንታይ ኮይኑ ጎዲሉ ንዝብል ግን ኣሕዋት ኣብኡ ከለኹም ንእሽተይ ምልእ ከብለልኩም እዚ ኔክስት ኤፍኦኤምሲ ሚቲንግ ኣለዎም ቅድሚኡ ግን ዓርቢ ኣሎ እዚ ፒሲኢ ኢንፍሌሽን ፀብፃብ ክወሃበና እዩ ንሕና ትፅቢት ጌርናሉ ዘለና ተመሊሱ ላዕሊ ክኸይድ እቲ ኢንፍሌሽን ላዕሊ ምስ ዝኸይድ ኢንተረስት ሬት ክቑረፅ ዘለዎ ተኽእሎታት ዜሮ እንዳኸደ ይኸይድ ኣሎ እሱ ከዓ እቲ ቀንዲ ምኽንያት ኣነ ተስፋ ብዙሕ ዘይብለይ ማለት እዩ ሰለስተ ግዜ ጋራንቲ ክቑረፅ ኢሎም ዝነበሩ እቶም ፌድ ንሕና ከዓ ከባቢ ሽዱሽተ ሸውዓተ ግዜ ክቑረፅ ተባሂሉ ዝነበረ ኣብዚ ግዜ እዚ ግን ድሕሪ ሽዱሽተ መዓልቲ ክንሪኦ ኢና እንታይ ትፅቢት ክገብር እዩ ብሓፈሻ ግን እዚ ኢንተረስት ሬት ክቁረፅ ዘለዎ ተኽእሎስ ብጣዕሚ እንዳጎደለ ስለ ዝጎደለ እዩ ማለት እዩ ንኣብነት ዲሰምበር ወይ ከዓ ወር ዓሰርተ ክልተስ ዕስራ ሚእታዊ ዘይክቁረፅ ዝብለና ኣሎ ሰማንያ ሚእታዊ ጥራይ ክቁረፅ ፐርሰንተጅ ማለት እዩ ዕስራ ሚእታዊትስ ዘይክቁረፅ ዘለዎ ዕድል ኣለና ስለዚስ ዋላ ዘይክቁረጽ ይኽእል እዩ ኢንተረስት ሬት ኢንተረስት ሬት ዘይተቆሪጹ ዋላ በዓል ተስላ ዋጋን ብብዝሒ ክወርድ ትጽቢት ዝገብረሉ ነይረ ብሓፈሻ ግን ኩሉ ዋጋታት ብጣዕሚ ስለ ዝወሰኸ ኣሕዋት ኣብ ዓመት እንተርእናያ 42 ሚእታዊ ተወሲኹ ኣሎ ኣብ ሓደ ዓመት እንተርእናያ 122 ወሲኹ ስለዚ ኩሉ ግዜ ክውስኽ ኣይኮነን ክቕንስ ዋላ ይኽእል እዩ መታ እንተኢልና ንኣብነት እዚ ፌስቡክ 16 ሚእታዊት ጎዲላ ኣላ ሶፋር ማይጋት ዓሰርተ ሽዱሽተ ሚእታዊት ጎዲላ ትብለና ኣላ ኣብ ሓደ ዓመት ተርእናያ ግን ስቲል ዕስራ ሚእታዊት ኣታ ኣላ ማለት እዩ ስለዚ ኣብ መጀመርያ ዓመት ዕስራ ሚእታዊት ክበኪያ እያ ክሳብ ወርሒ ሓሙሽተ ኣብዚኣ ተዋፊርካ ተዝብሉኒ ጋራንቲ ገንዘብ እንዳ ጎይና ምሃብናያ ነርና ዘለና ገንዘብ ማለት እዩ ምክንያቱ ዕስራ ሚእታዊት ክሑድ ማለት ኣይኮነን ብጣዕሚ ብዙሕ እዩ እንተኮይኑ ወሪዱ ዝብል ግን ኦፍኮርስ እዚ ናይ ኢንፍሌሽን ብዙሕ ተስፋታት ኣይህበናን ኣሎ ዳስኦል እቲ ቀንዲ ምክንያት ኢንፍለሽን ይኸውን ኣሎ ማለት እዩ። ቀንዲ ምኽንያታት ናይዚ ምውሳኽን ዘይምውሳኽን፣ ብተወሳኺት ግን ትካላት ዝህብኦ ዘለዋ ጋይዳንስ ወይ ከዓ ከምዚ ክትውስኽ እያ ኢለን ዝዛረብኦ ዘለዋ ዓቢ ጽልዋ ገይርሉ ኣሎ ማለት እዩ። ሶ እንከሪኦኩም እየ ከለኹ ኣነ ባዕለይ ሉዝ ገይረሉ ዘለኹ ገንዘብ ኣይ ቲንክ ትሪእዎ ትሉ ዝኾኑ ኢኹ ከባቢ ትሽዓተ ሚእቲ ዳውን ኣሎ ኣብዚ እንተሪኢኹሞ Nvidia of course ዕስራ ቅርሺ ጥራይ ኣሎ ከባቢ ዓሰርተ ኣርባዕተ ሼር ብሸሞንተ ሚእቲ ማለት እዩ ናይ ተስላ ኢቭን ዋን ሃንድረድ ፎርቲ ቱ ወይ ሚእትን ኣርባዓን ክልተን ከሎ እየ ሾርት ጌርዮ ሰል ማለት ከዓ ልክዕ ከምቲ ኣይቦት ፑት ዝበለ ዋግኡ ይጎድል ኢልካ ከተብል ከለካ ማለት እዩ ባይዘወ ፀብፃብ ሂቦምኒ ናስዳክ ዋን ፖይንት ዋን ጎዲሉ ጎጎድል ትፅቢት ይግበረሉ ለብለን ኣሎ ሶያ እዚታት ክውስኽ ክጎድል ይኽእል እዩ ዝለበረ ተጠቂመ ዘለኹ ኦፍኮርስ ግን ናተይ ትፅቢት እንታይ ከም ዝነበረ እዩ ዘርእየካ ዋጋ ናይዚ ብጣዕሚ ናይ ተስላስ ክወርድ እዩ ትፅቢት ነይሩ ናተይ ማለት እዩ ምክንያቱ ኣብ ዝሓለፈ ኤርኒን ወይ ከዓ ፀብፃብ ብዝሃብሉ ግዜ ኩሉ ግዜ ዳውን ነይሩ እዚ ሪኮመንድ ኣይኮነ ንኩልኩም ኣፍኮርስ ጀስ ንእሽተያ ኩልኩም ስለረክበኩም ኢለ እምበር ናይ ዝሓለፈ ርእይዎ ኣብዚ ጎዲሉ ኤርኒን ኣብ ዝሃብሉ ማለት እዩ ኣብ ሂስትሪ ክንሪኦ ከለና ጎዲሉ ኣብዚ ጥራይ ንመጀመርያ ግዜ ኤርኒን ወሲኹ ኣሎ ቅድሚኡ ዝነበረ ኤርኒን ግን ረእይዎ ኣብዚ ጎዲሉ ነይሩ ናይ ተስላ ማለት እዩ ኣብዚ ጎዲሉ ነይሩ ኣብዚ ጎዲሉ ብሓፈሻ ኣብ ዝሓለፈ ኣብዚኣ ወሲኻ ነይረ ኣብ ዝሓለፈ ዳርጋ ሸሞንተ ካብ ዓሰርተ ቀኒሱ ነይሩ እዚ ከዓ ዝበዝሐ ሰብ ዋግኡ ክቕንስ ተጸብይዎ ዝነበረ እንተኾነ ግን ኣንጻር እቲ ትጽቢት ናይ ደቂ ሰባት ኮይኑ ብዙሓት ሰባት ከዓ ዝኸሰሩ ኣለዎ ባይዘወ ሾርት ገይሩ ምክንያቱ ማርኬት ንሕና ተጸቢናያ ዝነበርና በቃ ክጎድል ጥራይ ማለት እዩ ኤስኤምሲኣይ ዳርጋ ሓደ ነጥቢ ሽዱሽተ ፐርሰንት ጎዲሉ ኣሎ ሱፐር ማይክሮ ማለት እዩ ኣርማ ከማን ምስ ኣብቲ ጎድል ትኾነ ኩሉ ማርኬት ጎዲሉ ዘሎ ባይዘወ ሰለስተ ፐርሰንት ጎዲሉ ኣሎ ዋላ እዚ ኣርም ትማሊ ግን ፅቡቅ ወሲኹ ነይሩ ትማሊ ፅቡቅ ወሲኹ ነይሩ እዚ ማይክሮ ስትራቴጂ ኦፍኮርስ እዚ ኩሉ ግዜ ምስ ቢትኮይን ዝኸይድ ኮይኑ ስ ቸክ ኣውት ኮይን ኮይን ከዓ ብክልተ ሚእትን ዕስራን ከባቢ ኮለል ኢላ በቃ ኣብዚኣ ኮለል ኢላ ኣብ ነዊሕ ግዜ ሚስተር ኮይንበይዝ እንተሪእናያ ኣብዚ በቃ ናብ ስኮልት ናብኣ ትምለስ ማለት እዩ ብዙሕ ግዜ ተታሒዛታ ኣላ ኣብቲ ከባቢ ኣብዚኣ ሚእትን ዕስራን ሰለስተን ሚእትን ዓሰርተ ሸሞንተን ሚእትን ሰላሳን ትበፅሕ በቃ ኮለል ኢላ እዚ ከዓ እቲ ቢትኮይን ብዙሕ ኣይትንቀሳቀስን ስለ ዘላ ማለት እዩ ፓላንቲር ኦፍኮርስ ብሓፈሻ ኩሉ ማርኬት ጎዲሉ እዩ ዘሎ ካብ ኪውኪው ወይ ከዓ እዚ ዋው ኦልሞስት ቱ ፐርሰንት ሶየ ማርኬት ከምቲ ዝድለ ውፅኢት የብሉን ግን ኢትስ ኦኬ እንተጎዲሉ ኢትስ ኦኬ ዶላር ኮስት ኣቨሬጅ እንዳገበርና ብፍላይ ንኸይድ ተኮይና ብዙሕ ዘሰክፍ የብልናን ደይብላ እያ ዘላ ደይባ ኦኬ ኣፕል ኣፕል ቱ ቢኤንስ ኣፕል ኢዝ ጉድ ብዙሕ ክትወርድ ኣይትፅበያን ኢኻ ኣፕል ዋው ዋው ኣፕል ጥራይ ወሲኻ ላስኪ ክንሪኣ ኒውስ ኣፕል ኒውስ

ንኣብነት ማይክሮሶፍት ኣለና ናይ ማይክሮሶፍት ኤርኒን ወይ ከዓ ፀብፃብ ዝህብሉ እስከ ደስ ክገብረልኩም ኣብዚ ኤርኒን ኣለና ኣብ ዝርእይዎ ትፅቢት ክልተ ነጥቢ ሸሞንተ ፐርሼር እዩ እዚ ሕጂ ብጣዕሚ ክፀልዎ እዩ በዓል ማይክሮሶፍት ማለት እዩ ዋው ፋይቭ ፐርሰንት ጎዲሉ ምክንያቱ እቲ ኤርኒን ዘዘምፃ ኩለን ኔጋቲቭ ይኸዳ ስለ ዘለዋ ትፅቢት ናይ ማይክሮሶፍት ናይ ደቂ ሰባት ከዓ ብዘርእየና ኣሎ ርእይዎ ኣርባዕተ ፐርሰንት ክትጎድል ማለት ማይክሮሶፍት ኣብ ሓፂር ግዜ ኢትስ ኣሜዚንግ ኣፕል ግን ወልዳን መን ከቸገርከ ኣፕል ኣይጎደለትና ኣላ ኣይ ቲንክ ኢትስ ጉድ ባይ ሓንቲ ስቶክ ተዝገዝእ ነይረ ኣነ ሕጂ ብዚ ግዜ እዚ ፕሮባብሊ ኢት ውድ ቢ ዋን ኦፍ ዘም ሓንቲ ኣፕል ምኾነት ነይራ ካብኦም ማለት እዩ ብዙሕ ካሽ ስለ ዘለዎ ስታርባክስ ከዓ ኤርኒን ኣለዎም ስታርባክስ ወላ ኦኬ ኢንትረስቲንግ ያ ዲቪደንድ ኦኬ ንቪድያ ኤንቪድያ ወሲኻ ኣላ ሸሞንተ ሚእቲ ክትከውን በቂዓ ሸሞንተ ሚእቲ ስለ ዝመለሰ ጥራይ ርኣይዎ እቲ ገንዘብ ናተይ ኦረዲ ሸውዓተ ቅርሺ ኣብ ኮይና ኣላ ተስላ ግን ትውስኽ ስለ ዘላ ተስላ እንዳ ወሰኸት ከላ ገንዘበይ ከኣ ክኸስር ትጽቢት እገብረሉ እየ ናይ ኤንቪድያ ግን ልዕሊ ሸሞንተ ሚእቲ ክሳብ ዝኸደት ኢሰ uh, ጉድ ጽቡቕ ማለት እዩ እዚ ግን ሞር ንሾርት ተርም ትሬድ እዩ ንግዚኡ ጥራይ እምበር ብዙሕ ክስታይ ዝገብር ኣይኮነን ማለት እዩ so ልዕሊ ሸሞንተ ሚእቲ ክትከደለይ ሞር ድልየት ኣለኒ እዚ it should be ክትከይድ ይግባእ ብሓፈሻ ግን ቢቲሲ ሕቶታት ሃሊኩም ሕቶ ፀሓፍ እሞ ገለ ሕቶታት ክምልሰልኩም ክብራት ኣሕዋት ቢትኮይን ትምለስ ኣላ ንበዓል ኣርባዓን ሽሳን ሰለስተን ዋው ማራቶን ኤኒወይ ዝኾነ ስቶክ ቸክ ክገብረልኩም ተደሊኹም ቸክ ክገብረልኩም ይኽእል እየ ብዚ ሕቶ ተሃሊኩም ከዓ ፊል ፍሪ ኣይ ባይ ፑት ተስላ ኢሎ ዝማኒ ፊደል ሓውና እንታይ ተመሊሳ ክትከውን ተስፋ ገብር ሓያል ሓሊፉኒ መስለኒ ላይክ ላይክ ኣሕዋት የላይክ ላይክ ግበርሉሞ ሕቶ ኣይ ቲንክ ኩሉ ሕቶታት ይምልሰልኩም ኣለኹ ማለት እዩ ብዙሕ ሕቶ የብልኩምን መስለኒ ሕቶ ተሃሊኩም ቢ ሓሙሽተ ደቂቕ ክፅበየኩም እሞ ፊል ፍሪ ትኣስ ኮስሽንስ ሕቶታት ክትሓቱ ኣይትሰከፉ። ኦኬ ኦኬ ኦኬ ኦኬ ኣብዚ ግዜ ኣበይ እንተዋፈርና ይሓይሽ ሰላም ኣይረሳዕኩን ኦኬ ሰላም ካይጣዕም ኣብዚ ግዜ እዚ ኣበይ ክትብሎ ኣዝዩ ኣሸጋሪ እዚ ከም ዘለኹም ንሪኦ ዘለና እቲ ዝበለፀ መገዲ ብፍላይ ኣብዚ ግዜ እዚ ማለት እዩ ዳይቨርሲፋይ ምግባር ወይ ከኣ ምዝናቕ ዝመስልዎ የለን ኣብዚ ግዜ እዚ ምኽንያቱ ከም ንርእየን ዘለና ብፍላይ እተን ዓበይቲ ትካላት ከም ዝድለ ውጽኢት ኣየምጽኣን ስለ ዘለዋ እዚ earning ክሳብ ዝሓልፈልና ንእሽተይ ጸብጻብ ናይ ማርኬት ክሳብ ንርኢ ዳይቨርሲፋይ ጌርና ኣብ ኢንደክስ እንተዋፊርናዮ ዋይ ካብ ኢንደክስ ፈንድ ወይ ከኣ ኢቲኤፍ ኢልና ንጽውዖ ዝበለጸ ይብል ብኣይ መገዲ ማለት እዩ ዋው እነዛ ይባል ስማን እመታ እሶ መታ ኢዝ ጎይን ኣብ ከባቢ ፎርቲን በፂሕ ሲክስቲን ዝነበረት ፎርቲን ፐርሰንት ጥራይ ጎሊላ ኣላ ኣብ ኢንድ ኦፍ ዘደይ ከባቢ ዓሰርተ ማይናስ ቴን እንተበፂሓ ስቲል ድሓን እያ ክንብላ ንኽእል ኢና in phase in phase 7% my goodness 6% ጎል ወላ in phase ንባዕሉ That, that's why it is ማለት ዝበዝሓ ንሕጂ ኣብዚ ናይ ፋንዳሜንታል ኣፅኒዕና ውልቃዊ ስቶክ ክንገብር እቲ ሪስክታት ከብለና ስለ ዝኽእል ኣብ በዓል ኢንደክስ ፋንድ ምውፋር ጥራይ ድሓን ዝኾነ ውፅኢት ክንረኽበሉ ንኽእል ኢና ሶ ያ እቲ ዝበለፀ ወፍሪ ኣብኡ እዩ ክብል ይኽእል ኣነ ተስላ